ክቡራት ኣሕዋተይ ኣሓተይ ኣሰላሙ ዓለይኩም ወራሕመቱላሂ ወበረካቱ እንሆ እምበኣር ትሕዝቶና ናይ ፍቅሂ ዝጀመርናዮ ንነዊሕ ግዜ ኣብኡ ኢና ንቅጽል ዘለና ፍቅሂ ኩላ ግዜ ኣገዳሲ እዩ ኩላ ግዜ ኣብ ናይ ፍቅሂ ትመሃሮ ምስ ሰላት ድተተሓዘ ምስ ስያም ድተተሓዘ ምስ ዘካት ድተተሓዘ ምስ ናይ ሓጅ ኣሕካም ናይ ብዩዕ ናይ ንግዲ ኩሉ ዚታት ኣብዚ ናይ ክታብ ናይ ፍቅህ እዮም ዝዝክርዎ ዑለማእ እተን ኣርካን ልእስላም ሓሙሽተኤን ሸሃደቱ ኣን ላኢላሃ ኢላላህ ወኣና ሙሓመድ ረሱሉላህ ትብል እታ ቀዳመይቲ ብዛዕባ እዘን ሸሃደቴን እዚኣተን ኣብ ናይ ክታብ ናይ ተውሒድ ብትንታኔ ይገልጽዎ ኩቱብ ኣልዓቂዳ ማለት እዩ እተን ዝተረፋ ኣርካን ኣርባዕቲኤን ድማ ኣብዚ ናይ ፍቅሂ ይዝክርዎ ማለት እዮም ንኸምኡ ድማ ዓብይ ቆላሕታ ዝግበረሉ ኣብ ዲንና ኣስተምህሮ ናይ ፍቅሂ እዩ ፍቅሂ ሰላትካ ሰሒሕ ንክኾነልካ ንሰላት ውን ዘበላሹ እንታይ እዩ ነዚ ኩሉ እዚ ዘብርሃልና ኣብ ክታብ ናይ ፍቅሂ እዩ ወሊዛሊክ ከምቲ ኩላ ግዜ ንዝክሮ ማለት እዩ ሓደ ሰብ ረበልዓለሚን እንተ ፈትይዎ ኸይር ውን እንተ ደልዩሉ ኣብ ዲኑ ኣፍልጦ ይህቦ ማለት እዩ ወሊዛሊክ እዛ ጉዳይ ናይ ፍቅሂ ሒዝናያ ዘለና ወሊላሂ ልሓምድ ንነዊሕ ግዜ ኣብቲ ኣብዋብ ናይ ጠሃራ ኣብኡ ኢና ዘለና ማለት እዩ ጠብዓን እዛ ሰላት እዚኣ እታ ዝዓበየት ምስ ረቢ ተራኽበና ስለ ዝኾነት ነዛ ሰላት እዚኣ ቅድሚ ምእታውና ክማላእ ዘለዎ ጠሃራ ክማላእ ዘለዎ ሽሩጥ ንነዊሕ እዩ ኣብ ክቱብ ናይ ፍቕህ ዝዝክርዎ ማለት እዩ ካብ ውዱእ ጀሚርካ ቅድሚ ውዱእ ደሎ ኣብ ሽንቲ ደገ ክትከይድ ከለኻ ከመይ ጌርካ ክትጸፍፍ ክትጸሪ ከም ዘለካ ውዱእ ክትገብር ከለኻ ከመይ ዓይነት ኣገባብ ክትገብር ኣለካ ነቢ ዓለይሂ ሰላቱ ወሰላም ውዱእ ናቶም ኩሎም እቶም ሰሓባ በብሓደ ይከታተልዎ ነይሮም እኳ ደኣ ብድሕሪ ሰሓባ ከም በዓል ሰይድና ዑስማን ካልኦት እውን ከርእየኩም ውዱእ ናይ ረሱል ዓለይሂ ሰላቱ ወሰላም እንዳበሉ ድማ የምህሩ ነይሮም ማለት እዮም። ወሊዛሊክ እዞም ብሉጻት ሰሓባ ረዲየላሁ ዓንሁም ወኣርዳሁም ኢልና ንዝክሮም ኩላ ግዜ እንታይ እዩ እንተ ተባሂሉ እታ ናይ ረሱል ዓለይሂ ሰላቱ ወሰላም ከም ዘላታ ንሶም ተጠቂሞም ናባና ድማ ኣሕሊፎሞ ኣብቲ ዝሓለፈ ጥብዓ ኣብዚ ናይ ክታብ ናይ ፍቅሂ ሒዝናዮ ዘለና ካብቲ ኣገዳሲ እንዛረበሉ ዝነበርና ብዛዕባ ናይ ውዱእ እዩ ነይሩ ማለት እዩ ውዱእ ንውዱእካ ማለት ክትገብር ከለኻ እንታይ እንታይ ኣሎ ሱነን ከም ሰለስተ ግዜ ክትሓፅብ ከፍ እታ ጎንቦ ኢድካ ከምኡ ድማ መወፅ እውን ክትጥቀም ክትጅምር ከለኻ ብስሚላ ክትብል ዝብል ከምኡውን ብየማናይ ክትጅምር ከለኻ ኣብ ውዱእ ኩላ ግዜ ተያሙን ኣብ ጠሃራ ኩሉ ዝብል እዚ ኣብ ዝሓለፈ ዝገለፅናዮ እዩ ማለት እዩ ሎሚ ውን ካብቲ ኣገዳሲ ዝኾነ ክፍለጥ ዘለዎ ንሰላትና ውን ብደይ እዚኣ ውን ሰሒሕ ክኸውን ስለ ዘይክእል ንውዱእ ደብጥሉ እንታይ እዮም ሕጂ ኣብ ሰላት ከይኣተኻ እንከለኻ ሰላት ሸርጢ ኣለዎ ሓደ ካብኡ ጠሃራ እዩ ኢልና እምበኣር ነዚ ጣህራ እዚ ነዚ ውዱእ እዚ ኸኒ እዚ ኹሉ ኣማሊእካ ጌርካዮ ዝነበርካ ንዕኡ ዘባላሹ ከ ንዋቅድ ኣልውዱእ ይበሃል ማለት እዩ ንዋቅድ ኢሎም ይዝክርዎ ንዋቅድ ህየ ልኣሽያ ኣለቲ ቱብጢል ኣልውዱእ ነቲ ውዱእ ዝገበርካዮ ንዕኡ ዘብጥሎ ወይ ድማ ንዕኡ ዘባላሽዎ ከ እንታይ እዩ እምበኣረይ ተን ዘባላሽዋ ንውዱእ ኣዮነት እየን ድማ ምፍላጠን ኣገዳሲ እዩ ምክንያቱ ውዱእ ገይረ ኣለኹት ኢልካ ፅቡቅ ጌርካ ፅፊፍካ ጌርካዮ ብድሕሪ ውዱእ ምግባርካ ግን ካብተን ንዋቅድ ካብተን ንውዱእ ዘበላሽዋ ድማ ካብኣተን ሓንቲ ውዒልካ ከይትኸውን ድማ ክትጥንቀቕ ኣለካ ማለት እዩ። ኣወለን ውዱእ ምስ ገበርካ ነቲ ውዱእ ዘበላሽዎ ከምቲ ፍሉጥ ኣልኻርጅ ሚነ ሰቢለይን ክልተ መንገዲ መውጽኢ ዝኾነ ኢሎም ኣልኻርጅ ሚነ ሰቢለይን ዑለማእ ክብሉ ከለዉ መኽረጀል በውል ወል ቃኢጥ ማለት እዩ። ሽንቲ ቀልቀል ሽንቲ ደገ ትወፀሉ እዚአን እቲ ዝበላዕካዮ መግቢ ከም ማይ ኮይኑ ወይ ድማ ቃይጥ ድወፅእ እዚ እንተ ደኣኒ ድሕሪ ውዱእ ምግባርካ ኣብ ሽንቲ ደገ ወይ ድማ ሽንቲ ቀልቀል እንተ ደኣ ከድካ እታ ውዱእ ምስ ፀፈፍካ ስቴንጃእካ ምስ ገበርካ ከም ብሓድሽ ድማ ንሰላት ወቕቲ እንተ ደኣ ኣኺሉ ውዱእ ከድልየካ እዩ ማለት እዩ ኢዘን ኣልኻርጅ ሚነ ሰቢለይን ካብቲ ንውዱእ ደብጥል እምበኣረይ ሽንቲ ደገ ሽንቲ ቀልቀል እንተ ከድካ ብድሕሪኡ ሰላት እንተ መፅኡ ክትሰግድ እንተ ኮንካ ናይ ግድን ውዱእ ክትገብር ኣለካ ንዓም ጠብዓን ካብ ኣካላትካ ዝወፅእ ፈሳሲ ብዙሕ ነገራት ኣሎ ማለት እዩ ቦል ሽንቲ እንተ ኮይኑ ንዓም ብዙሕን ውሕድን ዝበሃል የብሉን ሽንቲ ወላ ውን ንጥቢ ውን ትኹን ካብ ኣካላትካ እንተደኣ ከይዱ እቲ ውዱእ ተባላ በጢሉ ኣሎ ማለት እዩ ናይ ከም ብሓድሽ ውዱእ ክትገብር ኢኻ ማለት እዩ እዘን ነታ ውዱእ ጌርካያ ዝነበርካስ ውዱእ ጌረኤ ኻላስ ሓንሳብ ኢልካ ብድሕሪኡ ሽንቲ ደገ ከይድካ ሽንቲ ቀልቀል በፂሕካ መፂኻ ዓንተወይ ጌረ እንዲ ውዱእ ኣይትብልን ኢኻ ተባህላሸያ ደላ ከም ብሓድሽ ውዱእ ክትገብር ኢኻ ማለት እዩ እዘን ቦል ከም ሽንቲ መሳሊ ኣውቃኢጥ ወይ ድማ ንቀልቀል ኣውመንየን ናይ ዘርኢ ፈሳሲ እውን ካብ ኣካላትካ እንተ ከይዱካ ኣው መዝየን ከምኡ እውን መዚ ሙቀዲማት ናይ ምስ ስምዒት ድተተሓዘ ጉዳይ ማለት እዩ እንተ ካብ ክፍሊ ኣካላትካ እዚ እንተ ወፂኡ ናይ ግድን ውዱእ ክትገብር ኣለካ እታ ውዱእ እቲኣ ተባላሸኣ ዘላ ማለት እዩ ካሊእ ካብቲ ዝዝክርዎ ዑለማ ደም እስትሓض እዚ ደም እስቲሓዳ እዚ ካብቲ ኣብ ደቂ ኣንስትዮ ብዙሕ ደሸግር ዝኾነ ዝያዳ ድማ ክፈልጦ ዘለዎን እዩ ሓይድ ፍሉጥ እዩ ፅግያት ማለት እዩ ዑዙር ሸርዒ እዩ ኣብ ወርሒ ቆፂሩ ድመፅእ መድመይትሎ ማለት እዩ ኣብ ናይ ደቂ ኣንስትዮ ፍሉጥ መዓልቲ ውሱን ግዜ ዘለወን ኣለዋ ደቂ ኣንስትዮ መብዛሕቱ ማለት እዩ ገሊኣ ሸውዓተ መዓልቲ ትጸንሕ ገሊኤን ሸሞንተ መዓልቲ ገሊኤን ውን ካብኡ ብዝሕ ድብል ኣሎ ላኪን እቲ ዝለዓለ ይብሉ ዑለማእ ካብ ዓሰርተ ሓሙሽተ መዓልቲ ንላዕሊ እንተ ሓሊፉ እዚ ሓይድ ዘይኮነ እስቲሓዳ እዩ ዝበሃል ማለት እዩ ጽግያት ፍሉጥዩ እዘን ኣብዘን ግዜ እዚኤን ኣይትሰግድን እያ ኣይትፀውምን እያ ጓል ኣንስተይቲ እቲ ስያም ኣብ ሮሞዳን እንተ ኮይኑ ቐዳእ ኣለዋ ማለት እዩ ኣማ ሰላት ላኪን ቕደዮ ኣይትበሃልን እያ እምበኣረይ ንውዱእ ደብጥል እምበኣር ሓደ እንታይ ኣሎ እስትሓዳ ናይ ፅግያት ደም ዘይኮነ መድመይቲ ሱቕ ኢሉ ዝኸዳ እንተ ኮይኑ ጓል ኣንስተይቲ እቲ ዕዙር ሸርዒ እተን ጽግያታ ወዲኣስ ካብኡ ንላዕሊ መዓልታት ኣሎ ሱቕ ኢሉ እቲ ደም ይቕጽል ማለት እዩ። እምበኣሪ እንታይ ትገብር ንኹሉ ሰላት ውዱእ ክትገብር እያ ማለት እዩ። እስቲሓዳ ተኾይኑ ጽግያት ዘይኮነ ድሕሪ ጽግያት ሱቕ ኢሉ ድፈስስ ነገር ደም እንተ መድመይቲ እንተ ኣለዋ ኮይኑ ጓል ኣንስተይቲ እሞ ፈስስ ደሎ እንታይ ሰላተይ ከመይ ክኸውን ኢላ ካብ ሰላት ኣይተቋርጽን እያ እንታይ እዩ ምክንያቱ ስቲሓዛ እዩ እዚ ዝበሃል ናይ ጥዕና ኣይኮነን ገለ ነገር ኣብ ክፍሊ ኣካላታ ካብኡ ድመፅ እዩ ማለት እዩ እቲ ውሱን ዝኾነ ግዜኡ ሓሊፉስ ካሊእ ዓይነት እዩ እዚ ወላ ብጨንኡ ድዩ ወላ ብሕብሩ ድዩ ድፍለ እዩ እስቲሓዳ ይብልዎ ማለት እዮም ወኢን ሻላ ኣብቲ ናይ እስቲሓዳ እውን ብዝያዳ ይገለፅ ዝኸውን ወይ እውን ኣብቲ ዝሓለፈ ገሊፅናዮ ንኸውን ኢና እዘን እንተ ደኣ እዚ እስቲሓዳ እዚ እንተ ኣለዋ ኮይኑ ጓል ኣንስተይቲ ናይ ግድን ንኩሉ ሰላት ውዱእ ክትገብር ኣለዋ ፅግያተይ ወዲኤ ነይረ ተማም ላኪን ሱቅ ኢሉ ጽግያት ዘይኮነ ወላ ብሕብሩ ወላ ውን ብጨንኡ ፍልይ ዝበለ ሱቕ ኢሉ መድመይቲ ዝኸደኒ ኣሎ። ሕጂስ ወቕቲ ሰላት ክኸውን ከሎስ እንታይ እየ ድገብር? ኻላስ ወቕቲ ሰላት ክኸውን ከሎ ጸሪኺ ኣጽፊፍኪ ሕጂ እንታይ ትገብር ማለት እዩ? ውዱእ ትገብር። እታ ሓንቲ ሰላት ክትመጽእ ከላ ኸኒ ከምኡ ድማ ውዱእ ትገብር ማለት እዩ። ናዓም እዚ ነቲ ውዱእ ዝገበረቶ ሓንሳብ ምስ ሰገደትሉ ፈርዲ ድዩ ሱና ድዩ ኩሉ ክትሰግድ እያ። ብድሕሪኡ ወቕቲ ሓድሽ ክመጽእ እንከሎ ድማ ውዱእ ክትገብር እያ ማለት እዩ ምክንያቱ ደም እስቲሓዳ ስለ ዝኾነ ሓይድ ወስቲሓዳ ብከምዚ ኢና ንፈልዮ ማለት እዩ እዘን ንውዱእ ዘብጥሉ እዚታት ኣለና ማለት እዩ ከምኡ ድማ ኣውሪሓን ቀሊለን ወላ ውሕድ ይኹን ንፋስ ካብ ኣካላትካ እንተ ደኣ ከይዱካ ንፋስ እዚ ድማ ነቲ ውዱእካ ተባላሽዩ ኣሎ ማለት እዩ፣ ውዱእ ክትገብር ኢኻ። እቲ ወቕቲ ናይ ሰላት ስጋብ ድመጽእ ኣይትግደድን ኢኻ። ላኪን ወቕቲ ሰላት እንተ ደኣ ኣኺሉ ወላ እኮ ሽንቲ ቀልቀል ሽንቲ ደገስ ኣይከድካን ንፋስ ጥራሕ እዩ ወጺኡካ ዘሎ እወ እምበኣሪ ውዱእ ጀድድ ኢኻ ትበሃል ማለት እዩ። ናይ ግድን ውዱእ ክትጅድድ ኣለካ። እዚ ጠብዓን ካን ቀሊለን ካን ኣው ከሲረን ንእሽተይ እንድዩ ወይ ብዙሕ እንድዩ ዝበሃለሉ የለን ማዳም ንፋስ ወጺኡ ውዱእ ናይ ግድን ክትጅድድ ኣለካ ማለት እዩ። ሹፍ እዛ ሰላት እዚኣ ክንኣትው ከለና ኩሉ ነገር ጸፊፍካ ጸሪኻ ኢኻ ትኣትዋ ማለት እዩ። ወሊዛሊክ ረቡና ዓዘ ወጀል ኣብ ቁርኣን እውን ኣብ ሱረት ኒሳ መበል ኣርብዓን ሰለስተን ነዚ ኩሉ እዚ ክንብሎ ዝጸናሕና ደጠቓልል ኣው ጃኣ ኣሓዱ ምንኩም ምን ኣልጋኢጥ ኢሉ ያዕኒ ኣብ ቀልቀል ጸኒሕካ ኣብ ደገ ሽንቲ ጸኒሕካ ናይ ግዲ እንታይ ክትገብር ኣለካ ማለት እዩ ውዱእ ክትገብር ኣለካ ጠብዓን ነቢ ዓለይሂ ሰላቱ ወሰላም ኢሎም ላ የቅበሉ ላህ ሰላተ ኣሓዲኩም ኢዛ ኣሕደሰ ሓታ የተወዳእ ኢሎም ሓደ ሰብ ሰላቱ ቆቡል ኣይትኾነሉን እያ ኢዛ ኣሕደስ እንተ ደኣ ውዱእካ ፈሪሱ ኣሎ ሓታ ተተወዳእ ክሳብ ውዱእ ትገብር ማለት እዩ ሰጊድካ ኣልሓምዱሊላህ ወዲእካ ሕጂ ንምሳሌ ዙሁሪ ውዱእ ጌርካ ሰጊድካ ኣለኻ ማለት እዩ ብድሕሪኡ ዓስሪ ከይኣኸለ ከሎ እንተ ደኣ ጠሃራኻ ተባላሽዩ ኣሎ ኮይኑ ናብ ሰላት ኣይትኣትውን ኢኻ ናይ ግድን ውዱእ ክትገብር ኢኻ እቲ ናይ ዙህሪ ድገበርካዮ ንሱ ስለ ዝፈረሰ ሕጂ ድማ ከም ብሓድሽ ውዱእ ከድልየካ እዩ ኢዛ ኣሕደት ሓደት እንተ ጌርካ ማለት እዩ እቲ ኣቐድም ኣቢልና ክንዝክሮ ዝጸናሕና ማለት እዩ ላ የቅበሉ ላህ ሰላተ ኣሓዲኩም ኢዛ ኣሕደث ሓታ ዩተወض ኢሎም ነቢ ለ ሰላት ወሰላም ከምኡ ውን ነቢ ለ ሰላት ወሰላም ወላኪን ምን ቃኢጢን ኣው በውል ኣው ኖም ውዱእካ ካብቲ ክደፍርስ ማለት እዩ ሓደ እንታይ እዩ ቃኢጥ እዩ ሽንቲ ቀልቀል ኣው ቦል ወይ ሽንቲ ደገ ኣው ኖም ድቃስ ድማ እዘን እንተ ደኣ ብርቱዕ ድቃስ ደቂሱ ሓደ ሰብ ውድኡ በጢላ ኣላ ማለት እዩ

ገለ ገለ ሰብ ኣሎ ወስዋስ ይገብር ነስኣሉላህ ሰላመተ ወልዓፍያ ስኡል ካብ ናይ ጠሃራ ወሳውስ ክትገድፎ እዩ ደለካ ውዱእ ጌርካ ኣማሊእካ ዲኻ ኣብኡ ስገድ ወላ ከምዚ ዶ ኮይነ ኸውን ኢልካ ወስወሳ ናይ ሸይጣን ከተእቱ የብልካን ወሊዛሊከ ነቢ ዓለይሂ ሰላቱ ወሰላም ሓደ ሰብ ኣብ ሰላት እንተ ደኣ ኣትዩ ኢሎም ምናልባስ ጨና ገለ ጨንዎስ እንታይ ኢሉ እሞ ዝኾነ ንፋስ ወፂኡ እንኸይከውን ኢሉ ክወፅእ የብሉን ካብ ሰላት እንድሕር ደኣ ምጥርጣር ኣለካ ኮንካ ፈላ የንሰሪፍ ሓታ የስማዓ ሰውተን ኣው የጅዳ ሪሓን ኢሎም ኣብ ሓዲስ ኣሳሒሕ ፊ ልቡኻሪ ወሙስሊም ዘሎ ማለት እዩ ካብ ሰላት ኣብ ሰላት ኣላሁ ኣክበር ኢልካ ተረኪዕካ ጨና ዝኾነ ጨንዩካ ካባይ ዶ ይኮነን ቅድም ተኣከድ ካባኻ ምዃኑ እንተ ኣረጋጊፅካ ኮንካ ወሰላት ኣቋሪፅካ ሕጂ ውዱእ ክትጅድድ ኢኻ ዘየረጋገፅካ ግን ይኸውን ዶ ኢልካ ግን ጥርጣሬ ጌርካ ግን ክትወፅእ የብልካን ማለት እዩ ምክንያቱ ወሳውስ ናይ ሸይጣን ኣሎ ጠሃራኻ የላን ጠሃራኻ ከምዚ ኮይና እንዳበለ ወስወሳ ይገብረልካ እዩ ሸይጣን ካብ ወስወሳ ክትርሕቕ እዩ ዘለካ ማለት እዩ ንዓም ካሊእ ካብቲ ንውዱእ ኣበላሽ እዩ ዝብልዎ ዕለማእ ድማ ክሩጅ ነጃሳ ምን በቅየት ኣልበደን ፈኢን ካና በውለን ኣው ቃኢጠን ነቀዳ ሙጥለቀን እንታይ እዚ ብጠብዓ ሽንቲ ደገ ሽንቲ ቀልቀል መውፅ ናቱ ኣለዎ ማለት እዩ ላኪን እዚ ብዘይ መውፅኡ ኸን እንተ ወፅኡ ስብሓን ላ ኣብ ሕማም ይህሉ ሰብ ወይ ገለ መጉዳእቲ መፅዎ እቲ ሽንቲ ይኹን ቀልቀል ይኹን ወላ ኮ በቲ መውፅኡ ኣይኹን እምበር ብካሊእ እውን ካብ ክፍሊ ኣካላትካ እንተ ወፅኡ

ደም እንተደኣ ወጺኻ ጠብዓን ኣብ መዛህብ እውን ያዕኒ ክልተ ርእይቶ ዘለዎ ኣሎ ኣብ ዕንደል ኣሕናፍ ወላ ንእሽተይ እውን ትኹን እንተ ጸረር ኢላ ከይዳ ኣላ ኮይና ደም እዚ ውዱእ ክጅድድ ኣለካ ይብሉ ማለት እዮም ከምኡ እውን ቀይ ብርቱዕ ተምላስ እውን እንተ ኣለካ ኮይኑ እውን እንተ ብዙሕ እንተ ኮይኑ እታ ውዱእ እንተ ነይሩካስ ውዱእ ተጀደድካ እዚ እቲ ዝበለጸ እዩ ማለት እዩ ብል ኣሕወጥ ምክንያቱ ዑለማ ኣለው ውዱእ የብጥል እዩ ድብሉ ኣለው ገሊኦም ድማ ላእ ተምላስ ተኾይኑ ውዱእካ ድነክእ የብሉን ድብሉ ኣለው ላኪን እሕትያጠን ካብ ኺላፍ ዊን ክትወጽእ ውዱእ ተገበርካ ድበለጸ ማለት እዩ ወይን ካነ የሲረን ፈላ የተወዳእ ምንሁ ብልእትፋቅ እንታይ ይብሉ እቲ ድወጽእ ያኒ ቁሩብ ተምላሰ ወጺኡካ ውሕድ እንተ ኮይኑ ግን እዚ ውዱእካ ኣየብጥልን እዩ ብርቱዕ እንተ ኮይኑ ብርቱዕ ተምላስ ዘለዎ እንተ ኣምሊሱ ድሕሪኡ ናብ ሰላት ክትኣቱ ተኮንካ ውዱእ ተገበርካ ትድበለፀ እዩ ምክንያቱ ካብቲ ኪላፍ ናይ ዑለማ እውን ትወፅእ ማለት እዩ እዘን ካብቲ ንነዋቅድ ነተን ውዱእ ደብጥላ እንታይ ምዃነን ከምዚ ጌርካ ኣብ ፍቅሂ ዘሎ ተንቲንካ ክትመሃሮን ክትፈልጦን እዩ ዘለካ ማለት እዩ ምክንያቱ ኣነ ምስ ውዱእይ እየ ዘለኹ ኢልካ እንታይ እዩ እቲ ንውዱእ ዘብጥል እንታይ እዩ ንውዱእ ዘበላሹ እንተ ዘይተማሂርካዮ ጸኒሕካ ኣብ ሰላት እውን ብደይ ጠሃራ ክትኣቱ ትኽእል ኢኻ ሰላት ድማ ረብልዓለሚን ናብ ረብልዓለሚን ተቐባልነት ንኽትረክብ ምሉእ ዝኾነ ጠሃራ ክህልዋ ኣለዎ

ወይ ድማ ሓንጎል ተሸፊኑ ማለት እዩ ካላስ ነፍሱ ክቋፃፀር ክቋፃፀረሉ ዘይክእል ኩነታት እንተ በፂሑ እንታይ ካብ ነፍሱ ወፅኡ ክፈልጥ ኣይክእልን እዩ ማለት እዩ ዝዋልል ዓቕል ጥብዓን ብኢቕማእ ክኸውን ይኽእል ብኖም ክኸውን ይኽእል ዓቕሉ የለን እንተ ኢልናዮ እንተ ደቂሱ ሰብ ምስ ዓቕሉ ይኮነን ዘሎ ብርቱዕ ድቃስ ተወሲድዎ ኢዘን ብርቱዕ ድቃስ ወሲዱካ እንታይ ካብ ኣካላትካ ወጺኡ ዘሎ እውን ኣይትፈልጥን ኢኻ ማለት እዩ ወይ ድማ ወይ እውን እንተ ደኣ ወዲቑ ሓደ ሰብ እውን ልቡ ጠፊእዎ ነይሩ ኣይትፈለጦን ኣብዚ ግዜ እዚ እዚ ውዱእ ክገብር ኣለዎ ማለት እዩ ዘዋልል ዓቕል ይብልዎ ወሊዛሊክ ኣብ ሓዲስ እውን ኣሎ ዑለማ ዝዝክርዎ ዓይኑ ዊካእ ኣሲህ ድብል ኣሎ ዓይንኻ ኩላ ግዜ መእሰሪ ናይ ካብ ነፍስኻ ድወፅእ ነገር ትቋፃፀረሉ እንተ ዓይኒ ተሸፊኑ ብርቱዕ ድቃስ እንተ ኣቲኻ ኮይንካ እንታይ ካብ ኣካላትካ ድወፀ እውን ስለ ዘይትፈልጥ ናይ ግድን ውዱእ ክትገብር ኣለካ ማለት እዩ ወሊዛሊክ ኩላ ግዜ ማለት እዘን ሰላዋት እዚኣተን ንሰግደን ጥንቃቐ የድልይ ማለት እዩ ዝነዋቅድ እዚ ኣፅቢቕና ኩላ ግዜ እተ ተማሂርና ኩላ ግዜ እተ ተዘኻኺርና ኣሉ ምስ ደቅና ክፈልጡ ክፍለጥ ዘለዎ ጉዳይ ማለት እዩ ምክንያቱ እታ ዝዓበየት ናብ ረቢ ተራኸበና ሰላት እያ ሰላት እንተ ኮይና ድማ ሰላት ድማ ብደይ ጠሃራ ኣይትኣትወን ኢኻ ኢዘን ጠሃራ ኣጸቢቕና ክንመሃሮን ክንፈልጦን ደለና እዩ ማለት እዩ ጠብዓን ካብ እቲ ናይ ድቃስ ዑለማእ ድዝክርዎ እንታይ እዮም ኣነውም ኣልሙስተቅሪቅ ኣለذ ላ የብቃ ማዓሁ ኢድራክ ኣይ ዓላ ኣይ ሃይኣትን ካነ ነውም እንተ ብርቱዕ ዓሚቕ ድቃስ እተ ደቂስካ ወላ ገሊኡ ሰብ ኮፍ ኢሉ ከሎ ብርቱዕ ድቃስ ክድቅስ ይኽእል እዩ ግድን ጎቦ እኮ ዘይኮንኩ ብጎቦ ተዝህሉ ስኒ ክትብል የብልካ ንዓም ምትኻስ እንተ ደኣ ኮይኑ እዚ ነፍስኻ ትቋጻጸረሉ ስለ ዝኾንካ እታ ውዱእ ፈሪሳ ኣይንብሎን ኢና ላኪን ብርቱዕ ድቃስ ወላ ኮፍ ኢልካ ከለኻ ብርቱዕ ኣብ ቅድሜኻ ደሎ እንታይ እዩ እንታይ ተዘሪቡ ደይሰማዕካዮ እንተ ደኣ ኮንካ ኢዘን ብርቱዕ ድቃስ ኢኻ ደቂስካ ንስኻ ናይ ግድን ውዱእ ክትገብር ኣለካ ማለት እዩ ኣማ የሲር ተኾይኑ ፈኲስ ተኾይኑ ከም ዝበልናዮ ኣየብጥለልካን እዩ ንውድኡካ ሓታ ሰሓበት ነቢይ صለ ላሁ ዓለይህ ወሰለም ኣልዕሻ እንተ ደኣ ድንጉይ ኢሎሞም ኣነቢ ዓለ ሰላት ወሰላም እቲ ልምዲ ናታቶም ዝነበረ እቶም ቀዳሞት ኣልዕሻ ስግድ መሰበሉ ቀልጢፎም እዮም ዝድቅሱ ነይሮም ናብ ድቃስ እዮም ዝጓየዩ ነይሮም ወሊሃ እንታይ ይብሉ ሰሓባ ሓደ ሓደ እዋን ነቢ ዓለይሂ ሰላቱ ወሰላም ክድንጉይዎም እንከለዉ ይታኸሱ ነይሮም። ትኻስ ይመጾም ነይሩ ፊ ኢንቲዛሪ ሰላት። ሕጂ እታ ምትኻስ ሓንሳብ ቁሩብ ተታኺስካያ ዘለኻ እንዳተታኸሱ ይጸንሑ እሞኒ ብድሕሪኡ ነቢ ዓለይሂ ሰላቱ ወሰላም ምስ መጹ ኢቓማ ናይ ሰላት ይግበር ይሰግዱ ነይሮም። ሕጂ እንታይ ይብሉ ካብዚ ዑለማ እንተ ቁሩብ ኮይኑ እቲ ምትኻስ ናትካ ነታ ሰላት ወይ ድማ ነታ ውዱእ ኣየብጥለልካን እዩ። ኣየናይ እዩ ደኣ እቲ ንውዱእ ደብጥል እንተ ተባሂሉ ብርቱዕ ድቃስ ተኾይኑ ማለት እዩ። እምበር ሰሓበት ነቢ ዓለይሂ ሰላቱ ወሰላም ኮፍ ኢሎም ከለውሲ ሓታ እቲ ኮፍ ኢሎም ከለው ርእሶም ምቁፅፃር ስእንዋ ድንን ይብል ነይሩ ማለት እዩ። ሕጂ ሓደ ሰብ ድሕሪ ደኣ ተታኺሱ ክሳዱ ጠጠው ከብል ኣይክእልን እዩ። ድሕሪ ተታኺሱ ሓንሳብ በግ ይብል ማለት ድንን ይብል ማለት እዩ። እዚ ሕጂ ምትኻስ ጥራሕ እዩ ደሎ። ኣማ ብርቱዕ ድኾነ ድቃስ ኣብ ሕርናኽ ውን እንተ ኣትዩ ግን ኣብ ቅድሚኡ እንታይ ኣሎ ውን መን ሓሊፉ እንታይ ተዘሪብካ ውን እንተ ደይሰሚዑካ እዚ ብርቱዕ ድቃስ እዩ ወሲድዎ ደሎ። ስለዚ ጥንቃቐ የድሊ እዩ። ብዙሕ ግዜ እንታይ ትሰምዕ ኣነ ኣይደቀስኩን ይሰምዓኩም እየ ነይረ ብል። እንተ ትሰምዕ ነይርካ ልብኻ ሙሉእ እንተ ነይሩ እታ ውዱእ ከም ደላትኣ ማለት እዩ። ላኪን ደይትፈልጠሉ ኩነታት ናይ ውዱእ ማለት ሃለዋትካ ደይፈለጥካሉ ብርቱዕ እንተ ኮይኑ ትድቃስ ግን ናይ ግድን ውዱእ ክትገብር ኣለካ ማለት እዩ ንዓም ካሊእ ካብቲ ዑለማ ዝዝክርዎ ማለት እዮም መስሉ ፈርጅል ኣደሚ ቢላ ሓኢል ዓውራኻ ብዘይ ዝኾነ ነገር መከላኸሊ ብደይ ጨርቂ ብደይ ጓንቲ ወይ ብዘይ ክዳን

ኤዘን እታ ውዱእ ተባላሽያ ኣደላ ናይ ውዱእ ክጅድድ ኣለዎ እብሉ ማለት እዮም ጠብዓን እዚ ኣብ ሻፍዕያ ከምኡ ውን ኣብ ኣሕናፍ ፍልልይ ኣለዎ ማለት እዩ ክልተ ርእቶ እዩ ዘለዎ ምክንያቱ ካሊእ ሓዲት ድማ ኣላ ኢነማ ህያ በድዐቱን ሚንካ ዝብል ኣሎ ደ ሓደ ካብቲ ክፍሊ ኣካላትካ እዩ ድብል ድማ ኣሎ። በዚ እዮም ዑለማእ እዘን ክልተ እዚኤን ሓዲስ ክሪኡ እንከለዉ ገሊኦም ደሓን ብሓኢል መከላኸሊ ተኾይኑ ኣየብጥልን እዩ ገሊኦም ድማ ወላ እውን ብዘይ መከላኸሊ ተኾይኑ እውን እነማ ህዋ በዳዕቱን ሚንካ ዝብል ደሎ ሓዲስ እዚ ከም ዘየብጥል እዩ ዘረድእ እውን ድብሉ ኣለዉ ማለት እዮም። ጠብዓን መስኣላ እዚኣ ክብድ በለት ኺላፍ ኣለዋ ኣብ ዑለማእ ማለት እዩ ላኪን ኣሕዎት ዓውሩ እንተ ሒዙ ሓደ ሰብ ውዱእ ክገብር እቲ ዝበለፀ እዩ ክሩጀን ሚን ልክላፍ ማለት እዩ እዘን እዚ ካብቲ ነዋቅድ ዑለማ ድዝክርዎ ከምኡ ውን በዚ ኣሓዲስ እዚ ናተደገፉ ማለት እዮም ካሊእ ካብቲ ንውዱእ ደብጥል ኣክሉ ላሕሚ ልኢብል እዩ ናይ ስጋ ናይ ግመል እተ በሊዕካ ውዱእ ክትገብር ኣለካ እዚኣ ውን ኣብ ቢዳያ ኣብቲ መጀመርያ ከምኡ ነይሩ ዳሕራይ ግን እዚኣ መንሱኻኣ ዝብል እውን ኣሎ ምክንያቱ ኣሓዲ እውን ኣሎ ኣነ ተወዳኦ ምን ላሕሚ ቀረ ምስ በልዎ እንሽእታ ኢሎም ኣነ ተወዳኦ ምን ላሕሚ ይብል ንዓም ስለ ዝበሉ እተ ናይ ግመል ስጋ እተ ኮይኑ ናይ ግድን ውዱእ ክትገብር ኣለካ ዝብሉ ውን ዑለማ ኣለው ማለት እዮም። ገሊኦም ድማ ላእ ኣኺሩል ኣምረይን ምማ መሰትሁ ናር ውዱእ ኣይትገብርን ኢኻ ዝብል ውን ኣብ መጨረሻ እቲ ዳሕረዋይ ንሱ እዩ ኢሎም ውን ኣየብጥልን እዩ ዝብሉ ኣለው ላኪን እሕ ካብቲ ኪላፋት ንክትወፅእ እንተ ስጋ ግመል እተ በሊዕካ ውዱእ ክትገብር እቲ ዝበለፀ እዩ ማለት እዩ ንዓም እዚ ሙብጢላት እዚ ሓደ ካብቲ ኣፀቢቕና ክንመሃሮን ክንፈልጦን ዘለና ዓብይ ኣስተምህሮ እዩ ምክንያቱ እዚ ጉዳይ እዚ ሰላትካ ሰሒሕ ንክትኮነልካ ኣየናይ እቲ ንውዱእ ዘብጥል ኣየናይ እቲ ንውዱእ ዘየብጥል ምምሃሩን ምፍላጡን ኣገዳሲ እዩ። እንሻኣላህ እዛ ናይ ሎምዓልቲ ኣስተምህሮና ብዛዕባ ነዋቅድ ትብል ወዲእና ኣለና። ኣብ ድመጽእ ብኻሊእ ትሕዝቶ ክሳብ ንራኸብ ነስተውዲዑኩሙላህ ወሰለላሁ ወሰለመ ዓላ ነብይና ሙሓመድ።